ሰላም ሰላም ናይ ማኪ ሚድያ ተኸታተልቲ ከመይ ኣለኹም? ኣነ ደሓን እየ እግዚኣብሄር ይመስገን። ንስኻትኩም እውን ኣብ ዘዘለኹምዎ ሰላም ክትኾኑ ትምኒተይ እዩ። እሞ ናይ ማኪ ሚድያ ተኸታተልቲ ንሎሚ ሕፅር ዝበለትን ኣዝያ መሳጢትን ኣመና መምሀሪትን ዝበልኩዋ ዛንታ ናባኹም ሂዚያ ቀሪበ ኣለኹ። ነዛ ዛንታ ቅድሚ ምስማዕኹም ግን ነዚ ዛንታ ላይክ ብምግባር ሼር ብምግባር ኣተባብዑኒ ክብለኩም ይፈቱ። ናብቲ ዛንታ ከብለኩም እተርእስቱ ካብ መኻን ሰብ ምስ ኤችኣይቪ ዘለዎ ሰብ ክነብር መሪጸ ብዝብል ኣርእስቲ መጺኩመ ኣለኹ። ነዚ ዛንታ ክሳብ መወዳእታ ብምክትታል ምሳይ ጽንሑ። ናብቲ ዛንታ ክብለኩም ሰናይ ምክትታል። ካብ መኻን ሰብ ምስ ኤችኣይቪ ዘለዎ ሰብ ክነብር መሪጸ። ከም ሰብ ብዛዕባ ህይወተይ ፈሪሕ ኣይፈልጥን። ካብዛ ዝነበርክዋ ህይወት ግና ሕዚ ብመጠን ይሓይሽ። ክፍእቲ ንኹን ጽብቕቲ መልክዐይ ብዘየግድስ ከም ሰብ ምናልባት ኣነ ዝተጋገኹ ኮይኑ ይስምዐኩም ይኸውን ተመሊሰ እንትሪኦ እንተለኹ ግና ኣመና እዩ ዘሕጉሰኒ። ጽቡቕ ውሳነ ወሲነ እየ ዝብል ክገርመኩም ኣብ ሕዚ ሰዓት ጓል ኣርባዓን ሸሞንተን ዓመት እየ ሰለስተ ቆልዑት ድማ ኣለውኒ ሹመይ ምልእተ ይበሃል ካብ ንእስነተይ ጀሚረ ድማ ብሕንቃቐ እየ ዓብየ ኣብ ከተማ ስለ ዝዓበኹ ድማ ብዛዕባ ብዙሕ ነገር ኣፍልጦ ኣለኒ። ትምህርተይ እውን ዓሰርተ ክልተ ክፍል ወዲአ ብድሕርዚ ስድራይ ብዘምጹለይ ወዲ ንንውሕ ዝበለ ግዘ ብፍቕሪ ብምጽናሕ ብግቡእ መንገዲ ተመርዒና ሓዳር ጌርና ምቁር ህይወት ክነሕልፍ ዋላ ተጀመርና ንነዊሕ ዓመታት ግና ብዘይውላድ ጸኒሕና። ኣብ ልዕሊ ሓዳረይ ግና ምስ ዝፈቱ ዓርከይ ሻሂ ቡና ንበሃሃል ነርና ዋላ ግና ተኾነ ዝኾነ ይኹን ርክብ ፈጺምና ኣይንፈልጥን ኣብ ሓዳረይ ጽንዕቲ ዋላ እንተኾንኩ ውላድ ግና ክህልወና ኣይከኣለን ዘይፈተንክዎ ማጨለት ዘይፈተንክዎ ሕክምና የለን ግና በቃ እቲ ጸገም ኣብ በዓል ቤተይ እዩ ስለዚ ክንፈላለ መሪጸ። ኣብ ሰላሳን ሓሙሽተን ዓመተይ ድማ ቃል ኪዳነይ ኣፍረስኩ። ድሕርዚ ምስቲ ዝፈትዎ ዓርከይ ከም ብሓድሽ ፍቕርና ፈለምናዮ። ግና እንታይ ዋጋ ኣለዎ እቲ ዝፈትዎን ዘፍቅሮን ዓርከይ ሓደ ዘስንብድ ነገር ተዛረበኒ። ብዘይ ዝኾነ ስክፍታ ከምዚ ኢሉኒ፣ ኣብ ህይወተይ ንዓኺ ምስ ሰኣንኩ ስሕታን መዓልቲ ውዒለ ምስ ሓንቲ ኣመንዝራ ተይተረድኣኒ ምስኣ ደቂሰ ሓዲረ። ሰኺረ ስለ ዝነበርኩ ድማ ብዘይ መከላኸሊ ጾታዊ ርክብ ፈጺመ። ብድሕሪ እዚ ድሕሪ ኣዋርሕ ሕክምና ከይደ ጥዕናይ ምስ ኣረጋገጽኩ ተሸካሚ ኤች ኣይቪ ምዃነይ ፈሊጠ እናበለ ተደፊኡ ብክልተ የዒንቱ ንብዓቱ ሓዘ። ድሕሪዚ መዓልቲ ህይወተይ ቀቢጸ እያ ምስ መንም ጓል ክነብር ኣይደፈርኩን ኢሉ ጠመተኒ። ሓቂ ይሓይሽ መጀመርታ ብጣዕሚ እየ ፈሪሐ ኣመና ሰንቢደ ዘይተጸበኽዎ ዘረባ ስለ ዝተዛረበኒ ካብ ልቢ ሰንቢደ ደሓር ግና መስዋእቲ ክኸፍለሉ ወሲነ ኣብ ዓለም ሓድሽ መጽሓፍ ክግንጽል ጀሚረ። ነቲ ዝፈቶ ዓርከይ መጽብዓ ብምእታው ነቲ ኣጋጢምዎ ዝነበረ መስገደል ክኣትወዮ ወሲነ ሰባት በቲ ዝወሰንክዎ ከም ዓሻ ክሓስቡን እዮም እንተ ኣነ ግና መመሊሱ እዩ ዘቕስነኒ ምኽንያቱ ዕሽነት ኣይኮነን ንዝፈተኽዎን ንዘፍቀርክዎን ሰብ ልክዕ ንኡ ምምሳለይ ከም ዕሽነት ስለ ዘይቆጽሮ ሰባት ግን ኣንቲ ዓሻ ልቢ ዘይትገብሪ ስለምንታይ ከምኡ ጌርኪ ይብሉኒ። ባዕላያ ናብ ገደል ኣትያ ባዕላያ ጸድፊ ጌራ ይብሉኒ። ግን ኣነ ሕማቕ ኣይገበርኩን። ኣነ ነፍቃሪየ ካብ ልበይ ስለ ዘፍቅሮን ስለ ዝፈትዎን ልክዕ ከምኡ ብኤች ኣይቪ ሕማም ተጸሚደ ግና እዚ ንዓይ መመሊሱ እዩ ዘቕስነኒ። ነቲ ጸልማት ውላድ ዘይነበሮ ህይወተይ ድማ ኣብ መወዳእታ ሰለስተ ቆልዑት ብምውላድ ቅሳነት ረኺበ። ካብ ዘሕጉሰኒ ነገር ድማ ደቀይ ጥዑያትን በላሓትን እዮም። ምስ ኣፍቃርየይ ድማ ብፍቕሪ ይነብር ኣለኹ። ተመስገን ኣፍቃሪ ንዓይ ኣብዚ ሕዚ ሰዓት ኣመና ልዑል ክብረ ኣለዎ። ምናልባት ዕድመይ ሓፂር ክኸውን ይኽእል እንተ ኣነ ግና ንኤች ኣይቪ ሕማም ከም ኖርማል ሕማም እየ ዝሪኦ ግና ንደቀይ ክነብረሎም ምስ ዘለኒ ድማ ሓኪም ዝሃበኒ መድሓኒት ብኣግባቡ እናተጠቐምኩ ህይወተይ ይመራሕ ኣለኹ። ሰባት እዚ ዓሻ ይብሉን ይኾኑ፣ እንተ ኣነ ግና ሕጉስ ዝኾነ ህይወት እየ ዝነብር ዘለኹ። ኣብ ዓለም ዘለኹም ደቂ ሰባት ድማ ንነገራት ኣቕሊልና ክንርአ ኣለና። ስለዚ ከምዚ ዓይነት ሕማም ንዘለዎም ሰባት ክንርሕቆምን ክንጽየፎምን የብልናን። መሊስና ደኣ ክንሕብሕቦምን ክንከናኸኖምን ኣለና እምበር ክቡራት ኣሕዋተይ ንከምዚ ዓይነት ሕማም ዘለዎም ሰባት ኣይነግልሎም ክብለኩም ይፈቱ። ሰላም ሰላም ናይ ማኪ ሚድያ ተኸታተልቲ ናይ ሎሚ መደበይ ነዚ ይመስል ነይሩ ነዚ ዛንታ እንተ ደኣ ፈቲኹምዎ ነቲ ሓሳብ እንተ ደኣ ተሰማሚዕኹምሉ ላይክ ግበርዎ ኣብዚ ቻናል ሓሳብ ርእቶ እንተ ደኣ ሃሊኩም ኣብ ናይ ኮመንት መፅሓፍ ቦታ ሓሳብ ርእቶኹም ክትገድፉልና ትኽእሉ ኢኹም ነዚ ቻናል ሓደሽቲ እንድሕር ደኣ ሃሊኹም ሳብስክራይብ ብምግባር ነታ ናይ ደወል ምልክት ብምንካእ ናይ ቻናልና ተኸታተልቲ ክትኾኑ ንላቦ። ኣብዚ ቻናል ዘቕርቦም ዘለኹ ዛንታታት ብዙሕ ስለ ዘይረኣዩ ዘለዉ ሼር እናገበርኩም ኣተባብዑኒ። ብቐጻሊ ብኻሊእ ዛንታ፣ ብኻሊእ መደብ፣ ብኻሊእ ሓሳብ ክሳብ ዝመጽእ ሰሰናይ ንኹላትና።